ሰላም ብሉጻት ሎምዓንቲ ብጣዕሚ ኣዝዩ ወሳኒ ዝኾነ ቪድዮ እዩ ክህልወና መቸም ለውጢ ስለ ንደሊ ብጣዕሚ ኣዝዩ ብዙሕ ዝኾነ መስዋእትነት እንዳኸፈልና ኢና ሂወትና ክንቅይር ንሓስብ ግን ድማ ማዓረቲ ንኸፍሎ ዘለና መስዋእትነት እቲ ንደልዮ ሂወት ንረክብ ኣለና ዲና ለውጢ ብቐሊሉ ይመጽእ ኣሎ ድዩ እንተልኣልኩምኒ መቸስ ኩላትና ንፈልጦ መልሲ እዩ ኣሕዋት እኳድኣ ብጣዕሚ ኣዝዮም ሓደገኛታት ዝኾኑ ውሳነታት ብምውሳን ብጣዕሚ ኣዝዩ ከቢድ ዝኾነ መንገዲ እንዳወሰድና ንሂወትና እኳድኣ ብሓደጋ ንዘእቱ ጉዕዞታት እንዳተጓዓዝና ሂወትና ረኪስና ከይተረፈ ኢና ናይ ብሓቂ ለውጢ ንደሊ ግን እዚ ለውጢ እዚ እንዳደለናዮ እሞ ድማ እዚ ኩሉ ጉዕዞታት ተጓዒዝና ኣብ ዝኾነ ቦታ ምስ በጻሕና ንምንታይ ደሕረመና ደሎ ንምንታይ ሰላም ደለዎ ጥዕና ደለዎ ፍቅሪ ደለዎ ሃብቲ ደለዎ ምልኣት ደለዎ ሂወት ዘይንነብር ደለና እምበኣርከስ ነዚ ጉዳይ እዚ ኣብ ናይ ሎሚ ቪድዮ ጽቡቕ ጌርና እንድህስሶ ክኸውን እዩ። እምበኣርከስ ናብ ዩትዩብ ቁምነገር ንምርኣይ ነብስኹም ንምስሓል ትመጹ እንተ ሃሊኹም ኣብ ልክዕ ቦታ ኢኹም ደለኹም ምሳኹም ደለኹ ካዲ ሓው ኮሜ ሳብስክራይብ ብምግባር ቤተሰብ ኩኑ ብቐጥታ ናብ ናይ ሎሚ ቪድዮ ከብለኩም መቸም ኩላትና ብዙሕ መስዋእትነት ከፊልና ናብዛ ሕጂ ዘለናያ ቦታ በጺሕና ኣለና ግን ኣብዛ ዘለናያ ቦታ ኮይንና እቲ ንሓስቦ ዝነበርና ለውጢ ደይንረክብ ደለና ንምንታይ እንተልኣልኩምኒ ሎሚ ጽቡቅ ጌርና ነዚ ነገርዚ ክንርእዮ ኢና ኣብ ሽሕን ትሽዓተ ሚእትን ሱሳን ነዛ ትርእይዋ ደለኩም ሳይኮ ሳይበርነቲክስ ትብል መጽሓፍ ሓደ ዶክተር ማክስወል ማልትዝ ዝተባህለ ፕላስቲክ ሰርጅን እዩ ጽሕፈልኩም ንምንታይ እዛ መጽሓፍ እዚኣ ጽሒፍዋ ድማ እንተልኣልኩምኒ ኣሕዋተይ ሓደ ጉዳይ ኔርዎ እዚ ጉዳይ እዚ ድማ ንዓሰርተታት ዓመታት ብዝግባእ መጽናዕቲ ጌሩ ድበጾሖ እዩ ኣብቲ ንሱ ዝነበሮ ሕክምና፣ ብዙሓት ሰባት ፕላስቲክ ሰርጀሪ ክገብሩ ይመጹ እሞ፣ ገሊኦም ምናልባት ኣብ ገጾም ገለ ማዳ ይህልዎም ወይ ውን ዝኾነ ዓይነት ንሶም ደስ ዘይብሎም በሰላ ይህሉ እሞ ወይ ውን የዒንቶም ጽብብ ይብል፣ ኣፍንጭኦም ጥፍንቕ ይብል፣ ከምዚ ናተይ ማለት እዩ፣ ገሊኦም ከኣ ከንፈሮም ቁሩብ you know ረጒዱ ወይ ድማ ገሊኦም ከኣ ቀጢን ይኸውን እሞ፣ ስለዚ እንታይ እዩ ዝገብር እዚ ዶክተር እዚ ፕላስቲክ ሰርጀሪ ይሰርሐሎም እሞ መልክዖም፣ ካብ ሓደ ነገር ናብ ካልእ ነገር ይቕይሮ። ካብ ሓደ ንሶም ዘይቅበልዎ ዝነበሩ መልክዕ ናብ ካልእ ጽቡቕ ዝበሃል ብመስትያት ክትርእዮ ከለኻ ከኣ ለውጢ ናብ ዘለዎ መልክዕ እዩ ዝቕይሮ። ግን ነዚ መጽናዕቲ እዚ ከካይድ ዝገበሮ፣ ነዛ መጽሓፍ እዚኣ እውን ንኽጽሕፍ ዝገበሮ ሓደ ጉዳይ እዩ ነይሩ። ንሱ ድማ ኣሕዋት እዞም ሰባት እዚኦም ገሊኦም ደስ ኢልዎም ይኸዱ። በቃ ተለዊጥና ኣለና፣ መልክዕና ጽቡቕ ኮይኑ ኣሎ፣ እቲ ዝነበረና ማዳ ጠፊኡ ኣሎ፣ ወይቲ ድነበረና በሰላ ጠፊኢሎ የዒንተይ ከምዚ ነይሩሞ ከምዚ ጌርካለይ ኣፍንጫይ ከምዚ ነይሩ ከምዚ ጌርካለይ እንዳበሉ ኣመስጊኖሞ ይኸዱ ገለ ገለ ሰባት ብጣዕሚ ኣዝዮም ብዙሓት ድኾኑ ካብቶም ነቲ ሰርጀሪ ድገብሩ ድነበሩ ሰባት ግን ወላኳ መልክዖም ተቀይሩ እንዳሃለወ ግን ወላሓንቲ ለውጢ ኣይርኢን እየ ደለኹ ኣነ ወላ ሓንቲ ለውጢ እኮ የለን ኣብዚ ክብልዎ ይጅምሩ። ደሓር እንታይ ይገብር ንሱ ብኹሉ ኣንግል ብካሜራ ገይሩ ፎቶ የልዕሎም ወይ ከኣ ፎቶ ፒክቸር ይወስድ እሞ ብድሕሪኡ ከምዚ ኔርክሞ ናብ ከምዚ ተቐይርካ ይብሎም ብድሕሪ እቲ ሰርጀሪ ከኣ ልክዕ ከም ሓደ ጻዕዳን ጸሊምን ፍልልይ ኣለዎ ልክዕ ከምኡ እዩ ዝኸውን እቲ መልክዑ ግን እዞም ሰባት እዚኦም የለን እዚይተቐየርናን ኣይተለወጥናን ክብልዎ ይጅምሩ ብዝግባእ ሽዑ መጽናዕቲ ከካይድ ምስ ጀመረ ድማ ሰባት ለካ ብውሽጦም ንሶም ጥራይ ዝርእይዎ ካልእ ሰብ ዘይሪኦ እየ ኢሎም ዝሕዝዎ ምስሊ ኣለዎም እዩ። ናይ ባዕሎም መልክዕ ለካ ኣለዎም እዩ። ኩስቶ ክበሃል እንከሎ ንገዛእ ርእሱ ሓደ ሰብ ሒዝዎ ዘሎ ምስሊ ለካ ኣሎ እዩ። ነዞም ሰባት እዚኦም ከኣ ብዝግባእ ንዕኡ ክቕይርዎ፣ ብዝግባእ ድማ ናይ ብሓቂ እቲ ዘሸግሮም ዘሎ እቲ ብደገ ናይ ብሓቂ ተቐይሩ ዘሎ መልክዕ ዘይኮነ እኳ ድኣ ብውሽጢ ኣነ ጽብቕቲ ኣይኮንኩን፣ ኣነ ጽቡቕ ኣይኮንኩን፣ ኣነኮ ዝረብሕ ሰብ ኣይኮንኩን፣ ኣነኮ ከምዚ እየ ዝብል ዝኾነ ዓይነት you know ነብሰ ምትሓት ገለ ድኾነ ዓይነት ውሽጢ ንውሽጢ እሶም ጥራይ ድርእይዎ ገለ መንነት ለካ ኣሎ እዩ ክብል ጀሚሩ ብድሕሪኡ ድማ ኣብታ ቀዳመይቲ ቻፕተር ናይዛ መጽሓፍ እዚኣ ደስፈራ ብዛዕባ ሰልፊ ኢሜጅ ወይ ከዓኒ ውልቀ ምስሊ ንገዛእ ርእስና ንሕና ጥራይ እንብላ ምስሊ ብዛዕብኡ እዩ ይዛረብ እዚ መጽናዕቲ እዚ ብዝግባእ ክካይዶ ምስ ጀመረ ከዓኒ ለካ ኣብ ሂወት ንኸይንልወጥ ንኸይንቅየር ዕንቅፋት ድኾነና ደሎ ኣብ ደገ ዝረኣይ ዘሎ ነገር ኮይኑ ደኣ ይስመዓና እምበር ለካ ኣብ ውሽጥና እየ ኢልና ሒዝናዮ ዘለና መንነት እዩ። ንመልክዕና ይኹን ንገዛእ ርእስና ዘለና ክብሪ ይኹን ኮንፊደንስና ይኹን ምናልባት ሕጂ ነእትዎ ዘለና ኣታዊታት ይኹን ጥዕናና ይኹን ኩሉ ነገራትና ከኣ ኣብቲ ብውሽጢ ሒዝናዮ ዘለና ምስሊ ኣብኡ እዩ ተደኲኑ ዘሎ ብዝብል ከኣ ነዚ መጽናዕቲ እዚ የምጽኦ ኣሕዋት። እሞ ድማ እዚ ነገር እዚ እንተ ብዝግባእ ክንርድኦ እንተ ዘይክኢልና ለውጢ ኣብ ካልእ ቦታ እንዳደለናዮ ኣብ ውሽጢ ከኣ ናይ ብሓቂ እንተዘይቀይርናዮ ብተኣምር ኣይክንረኽባን ኢና። That's why ኢና ከኣ እዚ ኩሉ መስዋእትነት እንዳኸፈልና እታ እንደልያ ሂወት ዘይንረክብ ዘለና። ከም ቅድመ ኩነት እነቐምጦ ወሳኒ ዝኾነ ነገር ድማ ኣሕዋት እዚ እዩ። እዛ ሂወት እዚኣ ብኸመይ ከም ትሰርሕ፣ እዚ ኣእምሮ እዚ ብኸመይ ከም ዝሰርሕን ለውጢ ድማ ኣበይ ክፍጠር ከም ደሎን ብዝግባእ ዘይምርዳእና ድማ ሃሲና ኣሎ። ኣነ ንባዕለይ ቅድሚ ሓሙሽተ ዓመት ኣካባቢ ምልስ ኢለ ብፍላይ ነዛ መጽሓፍ እዚኣ ኣብ ደንበብኩልብ እዋን ሂወተይ ብጣዕሚ ሚዘረብል ኣብ ድነበረሉ ሕርብት ኢልኒ ናብ you know ድነበረሉ ግዜ ኩሉ ነገራት በቃ ኣሎ ሓቀይ ሓደ ሓደ እዋን ማለት ሂወትካ መትሓዝን መእሰርን ትስእነሉ ግዝያት ኣሎ እዩ ብጥዕና ይጭነቅ ይሽገር ጭንቀት ግደፎ በእምሮይ ደሎ ጭንቀት ስራሕ ድባሃል you know ከምቲ ድደልዮ ይሰርሕን እየ ደለኩ ናይ ባሓቂ ከምቲ ካልእ ሰብ ዝከዶ ደሎ ወይ ካኣ ኣነ እዚ እዩ ሂወትካ ክቅይር ኢለ ድሓስቦ ኤሮጳ ድዩ ገለ መለታት ኣይከይድ ነይሩ ኣለኩ እዚ ዓዲ እዚ ኣብ ድሕማቅ ኩነታት እዩ ድኣቱ ነይሩ ኩናት ዶ ገለ ዶ ማዓት ነገራት እዩ ነይሩ so ብፍላይ ከኣ ፋይናንሻሊ ብጣዕሚ እየ ስትራግል ዝገብር ነይረ so እቲ ናተይ ምኽኒት ከኣ እንታይ እዩ ዝመስለኒ ነይሩ እንተ ረኣይኩምኒ ኣሕዋት ብጣዕሚ ኣዝዩ ማሕለኻ ኮይኑ ዝነበረ ነገር ውን እንታይ እንተ ረኣይኩምኒ ክስቶ ከምዚ ስለ ዘይገበረለይ እዩ ምኽንያቱ ገለ ሰብ መጽብዓ ዝኾነ መብጽዓ ኣእትወልካ ንብኡ ገይሩ ሸተት ኢሉ ይጠልመካ ሓደ ሰብ ከኣ በቃ ከምዚ ክገብረልካ እየ እብለካ እሞ ተሌፎኑ ኣጥፊኡ ብገለ ጽግዕ ይብል ደሓን እዩ በቃ ከምዚ እዩ እዚ ዓዲ እዚ ኢልካ ስኢልካዮ ዶ መጻኻ ካልእ ኮይኑ ዝጸንሓካ ከኣ ካልእ ወይ ድሕግዝ ስድራቤት ኣይህልወካን፣ ምናልባት ሃብታም ስለ ዘይኮነ። እዚ ኩሉ ነገራት ክደራብረካ ክጅምር ከሎ ድማ እንታይ ኮይነ እየ ደቂር ለለኹ እዞም ሰባት እዮም ከኣ ንናይ ደይምቕያረይ ምኽንያት ኢልካ ኢኻ ትሓስብ። ወይ ድማ እቲ መንግስቲ ናይዚ ዓዲ፣ እቲ መንግስቲ ናይ ኩስቶ፣ ሲስተም ናይዚ ዓዲ፣ ኣፍሪቃ ስለ ዘለኹ መዓት ነገራት እድብሎ ነይሩ እየ። ኣብ መወዳእታ እዛ መጽሓፍ እዚኣ ምስ ኣንበብኩ ግን ኣሕዋት፣ እቲ ለውጢ ለካ ኣብ ውሽጠይ ኣነ ኢለ ሒዘዮ ዘለኹ ነገር ደኣ እምበር'ዩ ከልኪሉኒ ዘሎ ካልእ ነገር ኣይኮነን ኣሕዋት። ብፍላይ ድማ እንተደኣ ነዚ ነገር'ዚ ብዝግባእ ክንርዳእ እንተዘይክኢልና እቶም ኣብ ደገ ክንቆጻጸሮም ዘይንኽእል ነገራት ክንቆጻጸሮም ስለ ንፍትን ኣብኦም ከኣ ትኹረትና ስለ ንገብር እቶም ዘይንቆጻጸሮም ነገራት ንዓና'ዮም ጽቡቕ ጌሮም ዝቆጻጸሩና of course ኣሕዋት ዘይከሓድ'ዩ ምናልባት እቲ ዘለናዮ ዓዲ እቲ ናቱ system ቁሩብ ምናልባት ኣሸጊሩና ክኸውን ይኽእል'ዩ ዘይከሓድ'ዩ፣ ምናልባት ካብ ሃብታም ስድራ ደይመጸና ክንከውን ንኽእል ኢና። ዘይከሓድ'ዩ፣ ምናልባት እቲ ንሕና ንደልዮ ህይወት ንኽንነብር ደኽእለና ደኾነ ነገራት ዘይክህልወናን ካብ ዜሮ ክንብገስን ንኽእል ንኸውን ኢና። ልክዕ የሕዋት፣ ግን እዞም ነገራት እዚኦም ክንቆጻጸሮም ኣይንኽእልን ኢና። ናይቲ ዘለናዮ ሃገር መንግስቲ፣ እቲ ሲስተም ናይቲ ዓዲ፣ እዚ ሕጂ ሰዓት ደጋጥም ደሎ ኢንፍሌሽን ወይ ሕጂ ሰዓት ደጋጥም ደሎ ናይ ስራሕ ምስኣን፣ ምናልባት ቴክኖሎጂ ስለ ዘሎ ብ AI ብካልእ ነገራት ስራሓት እውን እንዳተወሰዱ ብጣዕሚ ብዙሕ ዓይነት ነገራት ክንቆጻጸሮ ዘይንክእል እዩ እብዛ ዓለም እዚኣ ዘሎ። እዚ ኩሉ ክንቆጻጸሮ ዘይንክእል ነገራት ትኩረት ክንገብረሉን እንታይ እሞ ክገብር ሂወተይ ናይ ዘይምቅያር ምክንያት ከ እዚ ንብል እንተ ሃሊና እቲ ቀዳማይ ንከይንልወጥ ዝገብረና ዘሎ ሓደ ነገር እንተ ሃልዩ ኣሕዋት ሓደራኩም እቶም ክንቆጻጸሮም ዘይንክእል ነገራት ገዲፍና ነቲ ክንቆጻጸሮ እንኽእል ውሽጣዊ ምስልና ብኸመይ ክንቅይር ከም ንኽእል ጥራይ'ዩ ምርዳእ ዘድልየና ዘሎ። እንተ ዘይኮይኑ ግን፣ እቶም ክንቆጻጸሮም ዘይንኽእል ነገራት ንምቁጽጻር ንሓስብ እንተ ደኣ ሃሊና፣ ኣብኦም'ውን ትኹረት ክንገብር እንተ ደኣ ሃሊና፣ እዘን ቀጺለን እንርእየን ሓሙሽተ ነገራት እየን ዘጋጥማና። ኣሕዋት ሓደ ሓበሬታ ኣለኒ ንሱ ድማ ሱርበተካዊ ለውጢ ንኩለንትና ዕቤሰ ሰሜንያ ኦንላይን ስልጠናና ኣብ ምዝገባ ኢና ዘለና እዚ ስልጠና እዚ ንዓሰርተ ሸውዓተ ዙራት ብኣሽሓት ዝቁጸሩ ሰባት ተሳቲፎሞ ናይ ብሓቂ ህይወቶም ንምቕያር ድማ ኣዝዩ ዝጠቕሞም ጥበባት ወሲዶም ካብ ሕሉፎም ብምልቃቕ ኣብ ሕጂ ሰዓት ምንባር ዝሓሸን ድበለጸን መጻኢ ክፈጥርሉ ክኢሎም እዮም። ሕጂ ድማ እቲ ግዜ ናትኩም እዩ። ኣብዛ ዓሰርተ ሸሞንተ ዝር ንክትምዝገቡ እዚ ሓበሬታ እዚ ኣህበኩም ኣለኹ። ኣብዚ ታሕቲ ዘሎ ናይ ዋትስኣፕ ነምበር ተጠቒምኩም ርኸቡና ኢኹም። ሕጂ ካብ ሕሉፍኩም ንምልቃቕ ብምውሳን ስሩ በተኻዊ ብዝኾነ ለውጢ ድማ ኩለንትናዊ ዕቤት ንክተምጽኡ ጀባ እብለኩም። ናብታ ትቕጽል ከብለኩም። እታ ቀዳመይቲ ኣዝያ you know ኣእምሮና ትርብሽ ምናልባት ኣብ ክንቆጻጸሮ ዘይንኽእል ነገራት ትኹረት ንገብር እንተ ሃሊና ተጋጥመና ነገር እንተ ሃልያ ኣእምሮና ብጣዕሚ ሃይፐር ቪጂላንት እዩ ዝኸውን ሃይፐር ቪጂላንት ማለት ኣሕዋት ልዕሊ ዓቐን ስግኣት ልዕሊ ዓቐን ብጣዕሚ ኣዝዩ ጭንቀት ልዕሊ ዓቐን ብጣዕሚ ኣዝዩ ፍርሒ እዩ ዝወረና እቲ ምንታይሲ ብፍላይ እዚ ሕጂ ዘለናዮ እዋን በቃ ገና ኮቦ ኣብቲ ኮቦርታኻ ውሽጢ ኮንካ ኣብ you know ኣብ እስራኤል ዝግበር ዘሎ ኣብ ኢራን ዝግበር ዘሎ ኲናት ኮፍ ኣቢሉ እዩ ገና ከይተሳእካ እንከለኻ ውን ዘርጸልካ ብጣዕሚ ብዙሕ ኢንፎርሜሽን ስለ ዘሎ ኣቦታትና ነዊሕ ዓመታት ተጓዒዞም ክረኽብዎ ዘይክእሉ ኢንፎርሜሽን ንሕና ኣብ ውሽጢ ውሑዳት ሰከንድታት ኢና ንረኽቦ ዘለና። ስለዚ ርእይ ተብል እሞ ኪናት ትሰምዕ ርእይ ተብል እሞ you know ስራሕ ከምዚ ኢሉ ይሳኣን ኣሎ ትሰምዕ ርእይ ተብል እሞ ክስቶ ከምዚ ኮይኑ ትሰምዕ ብጣዓሚ ብዙሕ ልኾነ ሰምብር ዜናታት ካኣ ኣእምሮኻ እንዳ መጸ የናውጾ እሞ ንርኸ እንታይ እየ ክኸውን ናይ ብሓቂ ማለት ከመይ እየ ክኸውን ጽባሕ ንግሆ እቶም ኮንትሮል ክትገብሮም ዘይትኽእል ነገራት ኣብኦም ትኹረት ትገብር እሞ ናበይ እያ ትኸይድ ደላ እዛ ዓለም እዚኣ ናይ ብሓቂ ከ ስራሕ ኣነ ከ ስራሐይ ድየ ክውሰደኒ ኣነ ከ ስራሕ ደይ ክስእን ኣነ ከ ዓኺሉኒ ድዩ ብኸምዚ ክነብር እቲ ዜናታት ትሰምዖ፣ እቲ ዘሎ ኩነታት ትሪኦ፣ እዛ ዓለም እዚኣ እንዳኸፈእት ናብ ሕማቕ ኩነታት ትኣቱ ከም ዘላ ደርኢ ደኣ እምበር ጽቡቕ ነገራት ደርእየካ ኣይኮነን። ኣብቶም ክትቆጻጸሮም ዘይትኽእል ነገራት እንተ ደኣ ትኹረት ትገብር ሃሊኻ ከኣ ፍርሒ ጥራይ እዩ ዝወረካ። ኣነ ውን the same thing እዩ የጋጥመኒ ነይሩ ኣሕዋት። ምኽንያቱ የዕርኹትኻ ትርኢ፣ ምስ ሰብካ ትወዳደር፣ ምስ ካልእ ሰብ ተብል እሞ ኩሎም ገለ መጻኢ ኣለዎም፣ እቲ መጻኢ ኢለ ዝሓስቦ ኣነ ኤሮጳ ይኸዱ ኣለዉ፣ ገለ ይገብሩ ኣለዉ፣ ኣነ ብዚ ፍሪቃ ኮይነ ኣለኩ ወላ ሓደ ድሕግዘኒ ከምዚ ሰብ የለን እዚ ዶ ይገብር እኔ እንታይ እየ ክገብር መወዳእትኡ መዓት ተርባጽ እሞ ከኣ እዚ ዓዲ እዚ ናብ ኩናት ኣእቱ ኣሎ ናብ ከምዚ ይኣቲ ኣሎ ድብል ሰበር ድበሃል ዜና ብጣዕሚ ኣዝየ ሓደገኛ ድኮነ ኢንፎርሜሽን ከኣ ኣብ ኣእምሮይ መሊኡ ኔሩ ክስቶ ውን ከምዚ ጌሩ ኪሒደኒ ድብሎ ሰብ ከኣ ኣሎ ክስቶ ከምዚ ስለ ዝገበረኒ እዩ ድብሎ ኣሎ እዞም ኮም ከምዚ ኢለ ክሓስብ ክጅምር እንከለኩ ብጣዕሚ እንታይ ኢካ ትከውን ተላኢልኩም ነሕዋት ብጣዕሚ ሃይፐር ድኮነ ቪ ቪጅላንስ እዩ ደጋጥመካ ብጣዕሚ ኢካ ትርበሽ ብጣዕሚ ኢካ ትፈርሕ እንታይ ይኸውን? ናበይ እኸይድ ኢኻ ትብል? ኣብ ከምዚ ኩነታት ንነብሰኻ እንተደኣ ትረኽባ ኮንካ፣ እቲ ካልኣይ ግዜ ስዒቡ ዘጋጥመካ ነገር እንተደኣ ሃልዩ ከኣ ጽቡቕ ዝኾነ ድቃስ ድቃስ ኣይትድቅስን ኢኻ፣ Sleep Imbalance፣ የጋጥመካ። ወይ ከኣ ምዝባዕ ናይ ድቃስ የጋጥመካ። እንተደኣ ድቃስካ ዝዛባዕ ሃሊኻ ሂወትካ ምሉእ ብምሉእ እዩ ዝዛባዕ ኣሕዋት። ምኽንያቱ ድቃስ ካብ ሂወት ዕረፍቲ ንረኽበሉ ዘይኮነ እኳ ደኣ ሂወት ተደኲናትሉ ዘላ እዩ። ናይ ብሓቂ ኣእምሮና ብዝግባእ እቲ ሒዝናዮ ዘለና መንነት ወይ ከኣ እቲ ንሓስቦ ዘለና ሕልምታት ድከናወነሉን ናይ ብሓቂ እቲ ሕልምታትና ከኣ ሽዑ ሰዓት ድዝረኡሉን እዩ ኣብ ኣእምሮና ግን ኢምባላንስ እሉ ድቃስ ድበሃል ኣይህልወካን እዩ ምናልባት ድቃስ ንስእን እንተ ሃሊና ዓቢ ድኾነ መጠንቀቕታ እዩ ኣሕዋት ገለ ክንፍትሾ ድለና ነገራት ኣሎ እዩ ማለት እዩ ልዕሊ ዓቐን ንጭነቐሉ ልዕሊ ዓቐን ንፈርሐሉ ንሰገኣሉ ገለ ነገር ኣሎ ማለት እዩ። ክንቆጻጸሮ ዘይንኽእል እንተ ደኣ ዄንና፣ ሓደ ነገር ነቲ ክንቆጻጸሮ ዘይንኽእል ነገር ክንለቅዎ ጥራይ እዩ ደለና። እዚ ክንገብር እንተ ዘይክኢልና፣ እቲ ውሽጣዊ ምስልና፣ ከምዚ ክብሎ ዝጸንሐ ማክስዌል ማልትዝ ክብለኩም ዝጸናሕኩ ኸኣ ብዝግባእ ብኸመይ ከም ነስተኻኽሎ እንተ ዘይተረዲእና ውሽይ ስዒብና እንገብሮ ነገር ንሱ እዩ። እንተ ዘይክኢልና ግና ኣሕዋት፣ ድቃስና እዩ ዝዛባዕ። ድቃስና እንተ ተዛቢዑ ድማ፣ ሓደ ዘጋጥመና ነገር እንተ ደኣ ሃልዩ፣ ናይ you know ኢሞሽናል ፍላክቹዌሽን እዩ ዘጋጥመና፣ ወይ ቀልጢፍና ሕርቕ ሕርቕ ክንብል ኢና ወይ ድኾነ ጽቡቕ ድኾነ ስምዒት ኣይስምዓናን እዩ። ምስ ሰባት ክንራኸብ እንከለና ጽቡቕ ድኾነ ስምዒት ደይኮነ ድህልወና እኳ ድኣ ብቐሊሉ ሰንስቲቭ ኢና ንኾን፣ ብጣዕሚ ተንቀፍቲ ኢና ንኾን። ሕጂ ድኣ ድሓን ጸኒሕና ሃንደበት ድኾነ ሰብ ገለ እንተኢሉና ግን ሕርቃንና ብሓንሳብ እዩ ግንፍል ድብል። እዚ ኸኣ ብውሽጢ ድስምዓና ድሎ ስምዒት ብፍላይ ስምዒት ሓደገኛ ኣሕዋት፣ ስምዒት እንተ ደኣ ሃልዩ፣ እቲ ስምዒት ከኣ ነገቲቭ እንተ ደኣ ኮይኑ፣ ብጣዕሚ ናብ ሕማቕ ህይወት ደእትወካ። ምኽንያቱ እቲ ስምዒት እቲ እዩ ከኣ ናብቲ እትደልዮ ወይ ከኣ ውጽኢታት ድመርሓካ፣ ወይ ካብቲ ውጽኢት ንስኻ ትደልዮ ውጽኢታት ደርሓቐካ። ስለዚ ሕማቕ ስምዒታት እንተ ደኣ ሃልዩካ፣ ምስ ሰብ እውን ጽቡቕ ርክብ ኣይህልወካን እዩ። እዚ ስምዒታት እዚ ከኣ ብጣዕሚ ጭንቀት ስለ ዝገብረልካ፣ ወይ ከኣ ብጣዕሚ እቲ ኢሞሽን ናትካ ናብ ዲስተርባንስ ስለ ዘእትዎ፣ ናብ ምንታይ ኢኻ ትኸይድ እንተ ኣይኮነን ወይ ከኣ ናብ ረበሻ ስለ ዘእትዎ ኣብ መወዳእትኡ ናብ ዲፕሬሽን ኢኻ ትኣቱ ኣሕዋት ንመብዛሕትና ደቂ ኣጥዕመና ደሎ ነገር ሓደራ እንዶ ኣሕዋት እዛ ሂወት እዚኣ ከመይ ከም ትሰርሕ ክንርዳእ እሞ ድማ ናይ ብሓቂ ነቲ ቀረባ ናብ ልብና ድኾነ ፈጣሪና እታ ክንደልያ ሂወት ከመይ you know ከስተኻኽለና ከም ድኽእል ብኸመይ ከስተኻኽለና ከም ድኽእልን እንተ ተረዲእና ኣብቲ ክንቆጻጸሮ ንኽእል መንነትና ክንሰርሕ እንተ ክኢልና እንታይ ይሰኣኖ ድዩ ፈጣሪ ኣሕዋተይ ማለት ኩሉ ነገራት ድገብር ኩሉ ነገራት ሕር ዩ ነው ንኹሉ ነገራት ንክንሰግር ደኽእለና ፈጣሪ እንዳሃለወና ንምንታይ ኢና ናብ ከምዚ ዓይነት ኩነታት ንኣቱ ዘለና? እቲ ክንቆጻጸሮ ንኽእል ጸሎትና፣ ሓሳብና፣ ስምዒትና፣ ናይ ብሓቂ እቶም ኣብ መዓልታዊ እንገብሮም ተግባራትናን ክንመሃሮም እንኽእል ትምህርትታትን ክንወስዶም እንኽእል ጥበባትን ኣብ ነብስና ክንሰርሐሎም ንኽእል ነገራትን ገዲፍና እንተድኣ ኩስቶ ዩ ዝዓዲ እዚ እኮ ከምዚ እኮ ኮይኑ ተባህለ እኮ ከምዚ ዶ ሰሚዕካ ዶ ንብል እንተድኣ ኮይና እቶም ብደገ ንሰምዖም ደለና you know ዋጭ ዋጭ ልብሉ ነገራት ኣብ ኣእምሮና ይመጹ'ሞ ናብ ሓደ ብጣዕሚ ኣዝዩ ሓደገኛ ልኾነ ናይ ኣእምሮ ነውጺ ኸኣ የእትዉና ኣሕዋት። ድሕሪኡ ኸኣ ሃንደበት ሻቕላ፣ ሃንደበት ፍርሒ፣ ሃንደበት you know ገለ ነገር ስግኣት፣ ሃንደበት ጭንቀት፣ ሃንደበት ድማ ሕማቕ ውሳነታት ክንውስን ንኽእል ኢና። ስለዚ ሓደራኹም ኣሕዋት ህድእ ርግእ ምባል የድልየና ኣሎ። ለውጢ እንተ ደሊና እታ ቀዳመይቲ ክንገብራ ዘለና ነገር እንተ ሃልያ ነብስና ምፍታሽ እያ። ስለዚ ንነብስና ኣብ ከምዚ ኩነታት ንረኽባ ኣለና ዲና? ክንቆጻጸሮም ኣብ ዘይክእል ነገራት ሲ ናይ ብሓቂ you know ትኹረትና ንገብር ኣለና ዲና? ምኽንያቱ ከምዚ ክንገብር እንተ ክኢልና ናብ ከምዚ ዓይነት ዲፕሬሽን ክንኣቱ እንተ ክኢልና ኣብ መወዳእትኡ ዝኾነ ዓይነት ተስፋና ስለ ዝምህምም ዝኾነ ዓይነት ዝህልወና ኤነርጂ ስለ ዘይህሉ ኤነርጂና እንዳተጸንቀቐ ስለ ዝኸይድ ብጣዕሚ ስፕሪቹዋል ዝኾነ ኮሽኒንግ ኢና ሽዑ ንሓትት ወይ ከኣ ስፕሪቹዋል ዝኾነ ሕቶ ኢና ነምጽእ ንሱ ከኣ እንታይ እንተረኣይልኩምኒ ኣብ መወዳእታ በቃ ፈጣሪ የለን ናብ ምባል መደምደምታ ውን ክንበጽሕ ንኽእል ኢና ሓደገኛ ናብ ዝኾነ መደምደምታ ክንኣቱ ንኽእል ኢና እንታይ እሞ ፈጣሪ እንተድህሉ በዚ ኩሉ መንገድታት በዚ ኩሉ ነገራት እንዳተፈተንኩ ፈጣሪ እንተድህሉ ኔሩሲ ካብዚ መውጸኒ ኔሩ ኮን ኣብ ዝብል ነገር ክንኣቱ ንኽእል ኢና እዚኣ ትኸውን ድላ ኣብቲ ክንቆጻጸሮ ዘይንኽእል ነገራት ናይ ብሓቂ ክንቆጣ ኢዩ ገለ ግን ትኩረትና ንገብር ስለ ዘለና ኢዩ please ኣሕዋት ሓደራኩም እዚ እንተ ኢልና ፈጣሪ የለን ናብ ምባል መደምደምታ ንኣቱ እንተ ኮይና እቲ ቀጺሉ ዝስዕብ ንመብዛሕቱ መንእሰይ ዘሸግር ዘሎ ሓለ ነገር እንተ ሃልዩ ከምዚ ትሪእዎ ኣለኩም suicide ኢዩ። ተስፋ እንተ ስኢንካ፣ ነቲ ክኢኖ ከም ዑንቂ እንተ ዓለም ጸቢባትካ፣ ከም ውቅያኖስ ከግፍሐልካ ዝኽእል ፈጣሪኻ እንተ የለን ትብሎ እንተ ኰንካ፣ ተስፋ ትቖርጽ እንተ ኰንካ ከኣ፣ ኣብ መወዳእትኡ ነብስኻ ናብ ምጥፋእ፣ ናብ ዘየድሊ ወልፍታት፣ ናብ ደየድሊ ሕማቕ ዝዀነ ነገራት ኢኻ ትኣቱ። ካብዚ ነገር እዚ ግን ክንድሕን ንኽእል ዶ እንተ ኢልኩምኒ፣ of course ክንድሕን ንኽእል ኢና። ብኸመይ እንተ ኢልኩምኒ ከኣ፣ ነዘን ክልተ ነገራት ከነስተኻኽል እንተ ኽኢልና። እታ ቀዳመይቲ ወሳኒት ልኾነት ነገር ኣሕዋት ዩኖ ሕጂ ተሸግርና ደላ ምስቲ ዘሎ ርያሊቲ ንጋጮ ስለ ዘለና እዩ ምናልባት ኣብዚ ዘለናዮ ዓዲ ኣቲና ኣለና እዛ ሕጂ ዘላትና ሂወት ኣላ እሞ ንመ ከምዚ እኮ ክኸውን ኣይነበሮ እቲ ናይ ዓድና መንግስቲ እኮ ከምዚ ክኸውን ኣይነበሮን ሃብታማት ተድኾኑ ኔሮም ስድራይ ኣተዓባብያይ ደኣ እምበር ከምዚ ጌሩ ዩኖ በዲልኒ ወይ ከኣ ናብ ከምዚ ዓዲ ክመጽእ ስለ ዘይነበረኒ እኮ ኢታ ክገብር ኢከ ነዚ ውሳነታት እዚ ወሲነ። እዚ ድብል ጣዕሳታት ወይ ከምዚ ዓይነት ድብሉ ካብ ሕሉፍና ድመጹ ስምዒታት ክንላቀቆም እንተ ዘይክኢልና ነዞም ነገራት እዚኦም ከኣ you know ክንቅበሎም እንተ ዘይክኢልና እቲ ዝዓበየ ደሸግረና ነገር እንተ ሃልዩ እዚ እዩ ኣሕዋት ምክንያቱ ንሓደ ነገር ክከውን ኣይነበሮን ብዝበልናዮ ቁጽሪ ንክከውን ኢና ንጋብዞ ደለና እታ ስእል ዝዓበየ ነገር ንሱ እዩ። ስለዚ ኣክንዲ ውሽጥና ነስተኻኽል፣ ኣክንዲ ናይ ብሓቂ እቲ መንነትና ብዝግባእ ነስተኻኽል፣ ናይ ብሓቂ ድማ እቲ ክንኮኖ ዘለና ነገር ኣክንዲ ምዃን ከኣ ኣሕዋት ምስቲ ዘሎ ሪያሊቲ እንዳተጋጨና ሓድሽ ህይወት ክንፈጥር ኢና ንሓስብ ዘለና። ንምንታይ ኣነ? ንምንታይ እዚ ነገር እዚ ከምዚ ይኸውን? ንምንታይ እዚ ነገር እዚ ከምዚ ኢሉ ይፍጠር? ክኸውን እኮ ኣይነበሮን እንብሎ ነገራት ክንለቆ ክንክእል ኣለና ኣሕዋት። ወደ ጎዮ ደኣ ኣካላትና ናይ መብዛሕትና ኣብ ካልእ ዓድታት ኣሎ እምበር ኣእምሮና ገና ኣብ ሕሉፍና እዩ ዘሎ። ኣእምሮና ገና ኣብ ዓዱ እዩ ዘሎ። ደኾነ ተቀይምናዮ ሰብ ኣሎ? ደኾነ ቅድሚ ሕጂ ክንገብሮ ዘይነበረና ደጣዓሰና ነገራት ኣሎ? እዚ እኮ እንብሎ ኣብ ናይ ሕሉፍ ውሳነታ ኣብ ናይ ሕሉፍ ጣዕሳታት ምንባር ኣይድልየናን የሕዋት። ናብ ሎሚ ምምጻእ ኣብ ሎምኻ እታ ክንገብራ ደለና ነገር ምግባር እያ ተድልየና። ከዚ እታ ቀዳመይቲ እቲ ናትና ለውጢ ንኸይመጽእ ትዕንቅፈና ደላ ከነቋርጻ ደለና ነገር እንተ ደኣ ሃልያ ኣሕዋት ምስቲ ህሉው ዘሎ ርያሊቲ ምስቲ ለሎ ሓቂ ንማ ንቀበሎ መጀመርያ ምስኡሲ ኣይንባኣስ ምስኡሲ ኣይንጋጮ መጀመርያ ንቀበሎ በቃ ሕራይ ኣብ ከምዚ ኩነታት ኣለኹ ኣብ ከምዚ ቦታ በጺሐ ኣለኹ ስለዚ ናብ ከምዚ ኩነታት ደብጸሐኒ ከኣ ብውሽጢ ሒዘዮ ዘለኹ ኣነ እየ ኢለ ተቀቢለዮ ደለኹ ምስሊ ስለ ዝኾነ እንታይ ክገብር ደለኒ ንዕኡ ንምስትኽኻል ክንብል ክንክእል ኣለና እዚ ክንገብር ተዘይኪኢልና ግን ለውጢ ካብ ደገ ስለ ንደልዮ፣ ለውጢ ካብ ካልእ ቦታታት ስለ ንደልዮ፣ እቲ ዝዓበየ ዘሸግረና ነገር እንተ ደኣ ሃልዩ ኦብሰሽን እዩ ወይ ከኣ ሚሒር ተርባጽ እዩ። ብጣዕሚ ኣዝዩ ሚሒር ዝኾነ ተርባጽ ኣሎ እዩ። ምናልባት ረእይዎ ኢኹም፣ ናትና መንእሰይ ወይ እዚ ሕጂ ሰዓት ደሎ መንእሰይ ክትርእይዎ እንከለኹም እታ መፍትሒ ኮይና ትስምዖ ሓንቲ ጥራይ እያ። ብፍላይ መብዛሕትኡ ግዴታ በፍሪቃ ስለ ዝሓልፍ ኣብዚ ፍሪቃ ኮይኑ ምናልባት ግዴታ ወይ ፕሮሰስ ክግበረሉ ኣለዎ፣ እቲ ፕሮሰስት እንተዘይሃልዩ ብሊብያ ዲቢ ገለ ገይሩ ክፍትን ክኽእል ኣለዎ ገለ ኦብሴሽን ኣሎ ምስ ተኣውትካ በቲ በቲ ደገ ንሪኦ ብሊጭልጭ ኣብቲ ደገ ኬንና ንሪኦ ድኾነ ዓይነት ናይ ፈይስ ቡክ ስቶሪ ካልእ ሰብ ድኾነ ጃኬት ገለ ድኾነ ዓይነት ጽቡቕ ክዳን ገይሩ ጆርዳን ጫማ ተኸዲኑ ዲገለ ገይሩ ፖስት ድገበሮ ብድሕሪኡ ክንደይ ስቓይ ከምደሎ ዩ ዶኖ ኣሕዋት ኣይንፈልጦን እኮ ኢና ንሕና ግን ምስቲ ጽባሕ ንግሆ ኣብ ኤሮጳ ከይደ ኣነ ከኣ ከምዚ ክኸውን እየ ኣብ ከምዚ ቦታ ኣትየ ከኣ ከምዚ ክኸውን እየ እንብሎ ነገር ምስኡ እዩ ኦብሰሽን ዝሕዘና ወይ ከኣ ምስኡ እዩ ብጣዕሚ ኣዝዩ ሓደገኛ ዝኾነ ብጣዕሚ ኣዝዩ ማለት ናብ ሕማቕ ሂወት ዘእቱ ተረባጽ ዘእትወና ምሕር ምርባጽና ናይ ብሓቂ ነቲ እንደልዮ ነገር ደምጽና ኮይኑ እዩ ዝስምዓና ግን ናብ ሕማቕ ዝኾነ ውሳነታት እዩ እውን ዘእትወና። ምናልባት ኢቭን ውን ሰብ ፕሮሰስ እንዳሃለዎ ሕሰብዎ ካምዚ ምናልባት ናብ ካናዳ ድዩ ናብ ገለ ዓዲ ድዩ ናብ ካልእ ኤሮጳዊ ሃገር ድዩ ገለ ድዩ እንተ ፕሮሰስ ሃልይዎ ኣብ ክንዲ ብትዕግስቲ እታ ፕሮሰስ ናቱ እንጽበያ እቲ ንገብሮ ነገር እንታይ እንተ ኢልኩም ንኣሕዋት ረኣይዎ ኢኹም እቲ ጸቕጢ መዘና ይጸልወካ እሞ ብጣዕሚ ኦብሰስድ ትኸውን ንዑና ኣይትበሃል ኢቭን ፕሮሰስ እንዳሃለዎ ሽዑ ብሊብያ መንገዲ ይመርጽ ቅኑዕ ድዩ እንተ ኢልኩምኒ ብጣዕሚ ጌጋ ዝኾነ ውሳነ ኣሕዋት ግን ካበይ እዩ መጺኡ ምሒር ተርባጽ እዩ። እሞ ድማ ተረቢጽና ዝኸለላና ዓዲ ረእይዎ ኢኹም ሰብ ኢቭን ኣብ ሓሙሽተ ዓመታት በቃ ፕሮሰሰይ ዘይሰለጠኒ ድብል ቃንዛን ሽግርን ጭንቀትን እዩ ደኣምበር ኣእምሮ ድወሮ ኣብቲ ሓሙሽተ ዓመታት እስከ ቋንቋ ናይቲ ዓዲ ክመሃር ድብል ሰብ ውን ብጣዕሚ ኣዝዩ ውሑድ እዩ ብጣዕሚ ኣዝዩ ገለ በጻርቕቲ ድቑጸር ሰብ እንተኾነ የሕዋት ንርእዮ ደለና ነገር ውን ስለ ዝኾነ ምኽንያቱ ኣብቲ ሓሙሽተ ዓመት በቃ ጀስት ቲክቶክ እንዳተጠቐመ ደይጠቅሞ ነገራት እንዳረኣየ ሙሉእ መዓልቲ ደቂሱ እንዳወዓለ ኣክንዲ ብነብሱ ዝሰርሕ ነተን ሓሙሽተ ኣነ ውን ነይረዮ ስለ ዝኮንኩ ነተን ደለዋ እዋናት ንዐን እዩ ደጥፈኣን ስለዚ እሞ ድማ ኦብሰስ እንዳ ኮነ እንተ ከይዱ ናይ ብሓቂ ተርባጽ እንተ ኣእምርኡ ዝወሮ ኮይኑ ውን ኣሕዋት እታ እንኮ ተጋጥሞ ነገር እንተ ሃልያ ሓንቲ እያ ንሳ ከኣ ኣብታ ዝከዳ ዓዲ ምስ ኣተወ እታ ሳድ እሱ ዝሓስቦ ዝነበረ ሂወት ካልእ እቲ ኣብቲ ዓዲ ደጋጥሞ ነገር ከኣ ካልእ እዩ ኣሕዋት ሓቅን ኣይኮነን እንዴ። ምኽንያቱ ኣብቲ ዓዲ ተምስ ኣተኻ እስኻ ተጸቢኻያ ዝነበርካ እቱ ምስ በልካ ኩሉ ነገር ክመቻቻእ ኩሉ ነገር በቃ ስሙዝ ክኸውን እዩ ግን ገና ካብቲ ኣብቲ ዓዲ እትኻ ሓዱሽ ሲስተም እዩ ሓዱሽ ቋንቋ እዩ ሓዱሽ ባህሊ እዩ ሓዱሽ ዌዘር እዩ መዓት ሓዱሽ ነገራት ኣሎ እዩ እዚ ኦብሰሽን እዚ ከኣ ጽባሕ ንጎ ነዚ ሰብ እዚ ንኸይልወጥ እዩ ዝገብሮ ነዚ ድየ መጽየ እዩ ዝብል ነዚ ድየ ከምዚ ድየ ገይረ እዩ ዝብል ሽዑ ሰብ ከኣ ስለዚ ኣሕዋት ፕሊስ ኦብሰስድ ኣይንኹን ብጣዕሚ ተርባጽ ኣይሃልወና ብጣዕሚ ጭንቀት ማለት ሓደ ሰብ ሂወቱ ክቕይረሉ ዝኽእል ፈጣሪ ከም ዘለዎ እንተ ደኣ ኣሚኑ ከምዛ ክብለኩም ዝጸናሕኩ እዩ እንተ ውሽጣዊ ምስሎ ክስተኻኸል ክኢሉ እዚ ነገር እዚ ንዓይ ፈጣሪ ክህበኒ ኢሉ እንተ ብስምዒት እቲ ክኾኖ ዝደሊ ሂወት ኣቐዲሙ ኣብ ኣእምርኡ ክፈጥሮ እንተ ክኢሉ ማንም እታ ዝደልያ ሂወት ዝኽልክሎ የለን ኣሕዋት ፕሊስ ስለዚ ነዘን ክልተ ነገራት ነቋርጸን ምስ ትደሎ ርያሊቲ ኣይንበኣስ እንደገና ድማ ናብ ኦብሰሽን ኣይነእቶ ወይ ከኣ ናብ ተረባጽ ምሒር ድኾነ ተረባጽ ኣይነእቶ ኢና እቲ መፍትሒ እንታይ እንተልኣልኩምኒ ከኣ እታ ቀዳመይቲ ፕሊስ ኣሕዋት ንነብስና እየ ኢልና ሒዝናያ ዘለና ወይ ውን ኣነ እኮ እንብሎ ደለና እቲ ናትና ሰልፊ ኢመጅ ንሱ ምቅያር ኦኬ ኣለና ብሓንሳብ ሓቀ ስለዚ እንታይ ኢና ክንገብር ደለና ኣቀዲምና ልክዕ ከምዛ ማክስዌል ማልተስ ዓንተ ወይ ድነገርኩኹም እቲ ብህይወትና ደሎ ውጽኢት ኩሉ ድመጽእሲ፣ ነቲ ኣብ ኣእምሮና ደሎ ምስሊ ወይ ከኣ ብኣእምሮና እየ ኢልና ሒዝናዮ ዘለና ነገር ንዕኡ ተኸቲሉ እዩ ድበሃል እንተ ደኣ ሃልዩ፣ ንነብስና እንታይ ኢና ንብላ? ንተዓዘቦ እስኪ። ኣነ እኮ ዘይኮነለይ ሰብ እየ ኣብ ክንዲ ምባል፣ እስኪ ደሓን ክሳብ ሕጂ ገለ ነገር ኣይሰመረለይን ደሎ ለካ ኢልና ክንሕዞ ክንክእል ኣለና። ስምዒት ኣይንውስኸሉ። እስኪ ንነብስና እንታይ እየ ኢልና ኢና ንብለና፣ ምናልባት ሓደ ቢዝነስ ፈቲንና እንተደኣ ከሲርና፣ ኣነ እኮ ዝጀመርክዎ ነገር ናብ ክሳራ ድኣቱ እየ ድኣቱ በቃ ኣይኮነለይን እዩ እንተኢልና፣ ኣሕዋት ኣነ እየ ድበልክዎ ነገር፣ ንነብሰይ እየ ኢለ ንደሃብክዋ ነገር ይግባይ ዘይብሉ ፍርዲ እዩ ድኾን ጽባሕ ንግሆ ኣሕዋት። ስለዚ ፕሊስ መጀመርያ ነስተኻኽሎ ደለና ነገር let go of the story ነቲ ንነብስና ሂብንያ ደለና ታሪኽ ኣነ እየ እንብሎ ዘለና ነገር ንዕኡ ንልቀቆ። ኣነ እኮ ዝጀመርክዎ ነገር ዘይውድእ ሰብ እየ ንምንታይ ከምኡ ትብል ዝጀመርክዎ ነገር ኣይወዳእኩን ሪኢኹም እታ ስምዒት ልቕቕ ኣቢልና ኣለና ኡኡ ኣነ እኮ ሰብ ግን ባህሊ ኣይኮነለይን እዩ ንብል እንተ ሃሊና ብጣዕሚ ኣዝዩ ሰብ ማለት ጥዑም ሰብ እዩ ኣሕዋት እንተ ናይ ብሓቂ ንስኻ ብውሽጢ ጥዑም ሰብ ከመይ ከም ምዃኑ ግን ከተስተማቕር እንተደኣ ክኢልካ እዩ። ክትፈልጦ እንተደኣ ክኢልካ እዩ። እንተዘይኮይኑ ግን እቲ ደጋጥመካ ነገር እዚ ዝብለኩም ዘለኹ ነገር የሕዋት which is በቃ ኣብታ እዋን እቲኣ ብውሽጥኻ እየ ኢልካ ሒዝካያ ዘለኻ ነገር እንተደኣ ክትለቃ እንተዘይክኢልካ እቲ ብውሽጢ ኮይንካዮ ዘለኻ ነገር እዩ ኣብ ሂወትካ ዝመጽእ ዘሎ ዝብል ዘሎ ማክስዌል ማልትዝ። ነዚ ነገር እዚ ንምቕያር actually ንሽዱሽተ ሰሙን ተኸይስሩ በቲ ካውደውጥ ንኹለንትና ዕቤሰ ሰሜን የቕላይን ስልጠና ኣለና ኣብኡ ንኽትሳተፉ እዕድመኩም ቀዳም ኦረንቴሽን ስለዝህልወና። ስለዚ ምናልባት ኣብዚ ክላ እዚ ኢንተረስት እንተ ሃልይኩም ብኸመይ ኢና ሰልፍ ኢሜጅ ክንቅይሮ ብኸመይ ኢና ከ ናይ ብሓቂ ስሩመት ተካዊ ዝኾነ ለውጢ ከነምጽእ እንደ ንኽእል እንተ ርኣይኩም ከኣ ኣብዚ ታሕቲ ለሎ ናይ ዋትስኣፕ ናምበር ጌርኩም ውን ደውሉልና ኢኹም ኣሕዋት ስለዚ እታ ቀዳመይቲ ክንገብራ ዘይብልና ከነቋርጻ ደለና ነገር እንተ ሃልያ ካብቶም ናይ ሕሉፍ ስምዒታት ንላቐቕ ንነብስና እቲ ማለት ኣነ እዚ እየ ኣነ እኮ ይረብሕን እየ ኣነ እኮ ድጀመርኮ ነገር ደይውድእ ሰብ እየ ኣነ እኮ ህኩ እየ ኣነ እኮ እዚ እንብሎ ደለና ነገራት ልቕቕ ነብሎ። ክሳብ ሕጂ ክገብሮ ዝነበረ ነገር ኣይገበርኩን ሁኩየ ካብ ምባል ኣነ እኮ ደይረብሕ ሰበይ ክሳብ ሕጂ ዝንት ነገራ ክገብር ነይርም ኣይገበርኩን ደለኹ ፕሊስ ኣሕዋት ነቲ ስሚዒት ተልዕል ከነብሎ እንተ ክኢልና ስሚዒት ሓይሊ ኣለዎ ኣሕዋት መንፈሳዊ ቛንቋ እዩ ስሚዒት ማለት ነቲ እየ እንብሎ ዘለና ነገር እዩ ደስምር ሕማቅ እኹን ጽቡቅ እኹን ብዘየገድስ ንሓደ ነገር ስሚዒት ክንሕውሰሉ እንተ ክኢልና ናብ ውጽኢት ምቅያሩ ዘይተርፍ እዩ ስለዚ እታ ቀዳመይቲ ክንገብራ ዘለና ነገር እንተ ሃልያ ነቲ ታሪኽሲ ልቕቕ ነብሎ፣ ነቲ እየ ኢልና ሒዝናዮ ዘለና ካብ ሕሉፍ ሒዝናዮ ዝመጸና ስምዒት ንዕኡ ንልቀቆ ኢና። እታ ካልኣይቲ ማለት ፕሊስ ኣሕዋት ካብ ቁጽጽርና ወጻኢ ንዘሎ ነገራት ንግደፎ በቃ። እታ እንኮ ክንቆጻጸራ ንኽእል ነገር ገዛእ ርእስና እንድያ። ናባና ናብ ገዛእ ርእስና ንመለስ። ምናልባት ኣብ ሕጂ እዋን ብዝተፈላለየ መንገዲ ስራሕ እንዳተሳኣነ ብኤኣይ ዶ ብገለ ነገራት እንዳተወሰደ ይኸይድ ክህሉ ይኽእል ይኸውን እዩ ግን፣ እቲ ኤኣይ ናይ ሰባት ስራሕ ደይኮነ ድትክእ ደሎ ኤኣይ ድመለኩ ሰባት ወይ ውን ነዚ ሕጂ ሰዓት ደሎ ናይ ኣርተፊሻል ኢንተሊጀንስ ቴክኖሎጂ ብዝግባእ ድመለኩ ሰባት እዮም ነቲ ስራሓት ድትክኡ ስለዚ ኣክንዲ ከምቲ ናይ ዓንተቦይ ጭንቀት ከምቲ ናይ ዓንተቦይ ኣእምሮና ብዘይጠቅም ነገራት ድመልእ ወይ ከኣ ፍርሒ ስግኣት ብኮነ ዓይነት ምሽቁራር ደጋጥመና ድነበረ ሕጂ ግን ክንመሃር ንክእል ኢና ሕጂ ግን እኮ ዩኖ ብጣዕሚ ብዙሕ ብቀሊሉ እኳ ክትመሃረሉ ትክእል መሊኡ መንገድታት ኣሎ እዩ ሞባይልካ ጥራይ ተጠቂምካ። ስለዚ ፕሊስ ኣሕዋት ነቲ ክንቆጻጸሮ ዘይንኽእል ነገር ንግደፎ እሞ ፖሊሲ ናይቲ ደለናዮ ዓዲ ሲስተም ናይቲ ዓዲ መንግስቲ ዝገብሮ ዘሎ ነገራት ናይዚ ዘጋጥም ዘሎ ኢንፍሌሽን ካልእ መዓት ነገራት ኣሎ ክንቆጻጸሮ ኣይንኽእልን ኢና ስለዚ እቲ ክንቆጻጸሮ ዘይንኽእል ነገራት ናብ ጎኒ ግድፍ ነብሎ እሞ እቲ ክንቆጻጸሮ እንኽእል ጸሎትና እቲ ክንቆጻጸሮ እንኽእል ሓሳብና እቲ ክንቆጻጸሮ እንኽእል ስምዒትና እቲ ክንቆጻጸሮ እንኽእል ክኾነሎ እዩ ፈጣሪ ክገብረሎ እዩ እንብሎ ዝኾነ ዓይነት ሕልምታትና ግን ንዕኡ ነስተኻኽሎ ብንግኡ ተሲእና ጸሎትና ክንመርጽ ንኽእል ኢና ብንግኡ ተሲእና ናይ ብሓቂ ሓሳብና ኣስተኻኺልና እቲ ክንኮኖ እንደሊ ዓይነት ሂወት ክንጽሕፎ ንኽእል ኢና ሎሚ ክንጽልየሉ ንኽእል ኢና ሎሚ በእምሮና ክንዘርኦ ንኽእል ኢና። ኣነ እውን ንሳ እየ ገይረ ሽዑ ሰዓት። በዛ ኣብዛ መጽሓፍ እዚኣ ዝረኸብኩዋ መንገዲ ከኣ ከመይ ገይረ እቲ ናተይ ሰልፍ ኢሜጅ ክቕይር ዝኽእል ኢለ ብጽቡቕ ገይረ ከጽንዕ፣ ከንብብ፣ ገለ ነገራት ክፈታተን ምስ ጀመርኩ ብፍላይ ድማ ኣእምሮና ምሸት ምሸት ኣብ ንድቅሰሉን ንግሆ ኣብ ንትስእሉን እዋን ክፉት ስለ ዝኸውን ኣብቲ እዋን እቲ ነሰላስሎ ሓሳባት ስምዒት ክንሕውሰሉ እንተ ደኣ ክኢልና ናብ ውጽኢት እዩ ዝቕየር ወይ ከኣ መንነት እዩ ዝኸውን እብል ነይረ። ስለዚ ኣይ ሃቭ ዳን ዚስ። ኣነ ከኣ ንነዊሕ ዓመታት እታ ዝገብራ ዝነበርኩ ነገር ናይ ብሓቂ ህይወተይ ክቕይር እንከለኹ፣ ሂወተይ ቀይረ ካባይ ሓሊፈ እኳ ድኣ ናይ ካልኦት ሰባት ሂወት ክቅይር እንከለኹ ነዚ ሕጂ ድነበ ደለኒ ሕጂ ኮይነዮ ደለኹ ሰብሲ ኣቀዲመ ይስእሎ ኔረ ኣቅ ከምዚ ኣይነበርኩን ኣነ ንነብሰይ በቃ ሓደ ኣሎ ሓቂ ኣብ መንገዲ ብጣዕሚ ኣዚኹም ትሓዝንሉ ብድኾነት ጸግዒ ኮፍ ኢሉ ድልምን ደሎ ሰብ ውን ከምኡ እየ ድርኣ ኔረ ናይ ብልበይ እየ ብለኩም ደለኹ ወላ ሓደ ከም ደይ ረብሕ ብቑዕ ከም ደይኮንኩ፣ ከም ደይክእል፣ ኣነ እኮ መን ኮይነ እየ ከምዚ ኣላ ሓቀይ ንነብሰኻ ትባ ግምት ምስ ከምኡ እየ ገይረ ድሓር ግን ቀስ ብቐስ ንነብሰይ ድብሎ ነገራት ካብቲ ደየድልየኒ ታሪኻት ክላቐቕ ምስ ጀመርኩ ካብቲ ደየድልየኒ ስምዒታት ክላቐቕ ምስ ጀመርኩ ንነብሰይ ድማ እቲ ክትኮኖ ናይ ብሓቂ ደለዋ ነገር ብዝግባእ እንዳ ጸሓፍኩ እቲ ነገራቲ ፈጣሪ ክገብረለይ እንዳ ተመነኹ ክኸይድ ምስ ጀመርኩ ግን ናይ ብሓቂ ለውጢ ከምጽእ ክኢለ ኣሕዋት። እቲ ሓርቢትኒ ድነበረ ለውጢ ኩስቶ እዩ፣ ከምዚ ስለ ደይገበረለይ እዩ፣ ኣብዚ ዓዲ እዚ ስለ ዘለኹ እዩ፣ ከምዚ ስለ ደኾንኩ እኮ እዩ ድብሎ ድነበርኩ ነገራት ከኣ ቀስ ብቐስ ኩሉ ነገራት ክቕየር ጀሚሩ። ፕሊስ ንዕኡ ንልቀቆ እሞ ናይ ብሓቂ ንሕና ድማ እቲ ክንቆጻጸሮ እንኽእል ገዛእ ርእስና፣ እቲ ክንቆጻጸሮ እንኽእል ጸሎትና፣ ሓሳብና፣ ስምዒትና፣ እምነትና እዩ እሞ ኣብኡ ንስራሕ ኣሕዋት ፕሊስ ሓደራኹም። እዚ ነገር እዚ ክንገብር እንተ ደኣ ክኢልና ንነዊሕ ዓመታት ሓርቢትና ድነበረ ለውጢ ብዘይ ብጣዕሚ ካልእ ሕማቕ እንወስዶ ድነበርና መንገድታት፣ እንኸፍሎ ዝነበርና መስዋእትነታት እኳ ኣትሪፉ ህይወትና ከድሕንን ናይ ብሓቂ ድማ ኣብ ገዛእ ርእስና you know ትኹረት ክንገብር እንተ ክኢልና ናይ ብሓቂ እዚ ጽቡቕ በረኸት ክህበና እዩ። ኣብ መወዳእታ እቲ ከምዚ ጌርና ዶ ዓቀብናዮ ኤነርጂ ምኽንያቱ ኩሉ እዩ ዝወስዶ ነይሩ ሓቂ እዩ ሕጂ እቲ ዜና ወስዶ እቲ ከምዚ ይወስዶ ክስቶ እኮ እዩ እዚ እኮ እዩ ክስቶ ከምዚ ስለ ዝገበረን እኮ እዩ እዚ ዓዲ እዚ እኮ እዩ ንብሎ ዝነበርና ኤነርጂ ይጸርየልና ስለ ዘሎ እንታይ ክንገብሮ ንኽእል ኢና እንተ ኢልኩምኒ እቲ ዝዓቀብናዮ ኤነርጂ ሕልምታትና ንምፍጣር ክንጥቀመሉ ንኽእል ኢና ኣቤት ደለዎ ናጽነት ክነግረኩም ኣይክእልን የሕዋት ነብስኹም ናብ ካልእ ሰብ ምውጥዋጥ ገዲፍኩም እስከ ኣነ ክቅየር እንታይ እየ ክገብር ደለኒ ንኽእል ኢና ከኣ የሕዋት ምናልባት እቲ ሕጂ ዲሓገዘኒ ንብሎ ደለና ሰብ እኮ ካብ ዜሮ ተበጊሱ ክኸውን ይኽእል እዩ ዝደለዎ ሂወት በጺሑ ንሱ ክገብሮ እንትርኣ ክኢለ ኣነ ውን ክገብሮ ክእል እየ ስለዚ ሕነ ምፍዳይ ውን ኣይኮነን እዚ የሕዋት እንታይ ድኣ ሕልምታትካ ኣስሚርካ እቲ ትደልዮ ነገር ኣተግቢርካ ሓሊፍካ ምጽናሕ እዩ ምስ ሰብ ውን ቂም ምሓዝ ምስ ሰብ ውን ተኣሹ ምግባር ውን ኣየድልየናን እዩ ስለዚ please እንታይ ንግበር እንተ ኢልኩም ኮፍ ንበል እሞ ብኣእምሮና እቲ ክንኮኖ እንደሊ ህይወት ኣቐዲምና ክንስእሎ ንኽእል ኢና። ኣቐዲምና ፈጣሪ እቲ እንደልዮ ህይወት ክህበና ከም ድኽእል ክንርድእ you know ክንጥቀመሉ ክንርእዮ ንኽእል ኢና ኣቐዲምና ነዚ ክንጥቀመሉ ንኽእል ኢና። ብድሕሪኡ ከምዚ ምስ ገበርና ከኣ ኣክንዲ ናብቲ ትኹረት ጌርናሉ ነማርረሉ ነበርና ደይንቆጻጸሮ ነገር ትኹረት ንገብር ንሱ ቀኒስናዮ ስለ ዘለና፣ ትኹረት ናብ ገዛእ ርእስና ንገብር ስለ ዘለና ኸኣ፣ መጽሓፍቲ ልዒልና ዲና ከነንብብ፣ ንዓና ዝጠቕመና ትምህርትታት ዲና ክንመሃር፣ we can do many things፣ ብዙሕ ነገራት ክንገብር ንኽእል ኢና። ከምዚ ጌርና ኣብ ነብስና ክንሰርሕ እንተ ደኣ ክኢልና፣ ብዝግባእ ድማ እቲ you know ንለውጢ ዘገድስ ነገር ኣነ ምዃነይ፣ ኣነ እንተ ደይለዊጥ፣ እንተ ደይተለዊጠ፣ ህይወት እውን እቲ ምንጩ ኣሕዋት ካብዚ እምሮ እዚ ስለ ዝኾነት፣ ኣእምሮይ ከመይ ከም ዝሰርሕ ተረዲኤ ኣነ ክቕየር፣ ኤነርጂይ ከስተኻኽል እንተ ደኣ ክኢለ፣ መን ኣሕዋተይ እታ ሓረጊታ ትነደላ ለውጢ ሎሚ ኣብ ኣፍ ደገ ገዛይ ምኩሕኳሓን ናብ ገዛይ ድማ ምእታዋን ዘይተርፍ እዩ please ሓደራኹም ነዚ ነገር እዚ ንረዳእ ከምቲ ቀዲመ ድበልኩኹም ድማ ናይ ብሓቂ deeply ነብስኹም ንምልዋጥ እንተ ትደልዩ ሃሊኹም ሃንደበት ስቅ ኢሉ ጭንቀት ሃንደበት ስቅ ኢሉ ሻቅላ ሃንደበት ስቅ ኢሉ ማለት ድኾነ ስግኣት ይወረኩም እንተ ሃልዩ ወይ'ውን ናይ ሕሉፍ ስምዒታት የሸግርኩም እንተድኣ ሃልዮ፣ ወይ'ውን ምናልባት ብድኾኑ ዓይነት ወልፍታት ተኣሲርና ዲና ወይ ብድኾነ ዓይነት ሕማቕ ነገራት you know ክኾኑ'ዶ ይነበሩ ነገራት ተኣሲርና እንተድኣ ሃሊና፣ ምናልባት ሕጂ ሰዓት ገለ ደጨንቐናን ደሕርብተናን ነገር እንተድኣ ሃልዩ፣ ካብ ሕሉፍና ብኸመይ ከም ንላቐቕ፣ ኣብ ሕጂ ሰዓት ብኸመይ ኣእምሮና ሰላም ብምግባር እቲ ናትና ሰልፍ ኮንፊደንስ፣ እቲ ናትና ውሽጣዊ ሰላም፣ እቲ ናትና እንደልዮ ዓይነት ህይወት ከመይ ጌርና ኣብ ሎሚ ንፈጥሮን፣ እቲ ንደልዮ ጥዕና፣ እቲ ንደልዮ ሰላም፣ እቲ ንደልዮ ፍቕሪ፣ እቲ ንደልዮ ሃብቲ'ኸ፣ ብኸመይ ክንፈጥር ከም ንኽእልን ኣብዚ ንሽዱሽተ ሰሙን ዝካየድ ሱር በተኻዊ ለውጢ ንኹለንትናዊ ዕብይ ዝተሰምየ ናይ ኦንላይን ስልጠናና ኣብኡ ኣሎ እዩ። ብዝግባእ ኣብኡ ብሰፊሑ ክንሪኦ ኢና። ስለዚ ብዚ ታሕቲ ዘሎ ናይ ዋትስኣፕ ናምበር ጌርኩም ከኣ ርኸቡና ኢኹም። ሕጂ ተመዝገቡ። ቀዳም ኦረንቴሽን ክህልወና እዩ። ንግዜኹም ካብ ብልቢ እየ ደመስግን ኣሕዋት። ምናልባት እዚ ነገር እዚ ግን ይጠቅም እዩ ትብልዎ እንተ ደኣ ኩንኩም ንኻልኦት ሰባት ሼር ግበርሎም ኢኹም። እንደገና ድማ ኣብ ኮመንት ሎሚ ንለውጢ ተበጊሰ ኣለኹ በሉ። ሎሚ ኣብ ገዛእ ርእሰይ ክሰርሕ እየ በሉ። ሎሚ ጀሚረ ኣለኹ ኢልኩም ከኣ ኣብ ኮመንት ኣፍልጡኒ ኢኹም ኣሕዋት እታ ደወሰንኩማ ውሳነ ድማ ኣብ ታሕቲ ኣቀምጡለይ ኢኹም ኣነ ውን እንዳ ረኣኹ ክምልሰልኩም እየ ኣብ ድቅጽል ቪድዮ ክሳብ ንራኸብ ሰናይ ሰላም ንኹላትኩም ምነየልኩም ባይ ጋይስ።